Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሓን ደው ኢልኩም ድሓን ድሓደርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን ንእዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መንቋዕ ዳሕና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክትሰምዕዎ ውን ብክብሪ ንዕድመኩም ሰማዕትና ላይክ ጌርኩም ስምዕዎ ሰብስክራይብ እንተዘይጌርኩም ከዓ ሰብስክራይብ ግበሩ ኣገዳሲ ዝኮነ መቸም ካብ ኩሉ ካብ ኩሉ ዝሕመካሲ እቶም ተጋሩ ብጣዕሚ ንትግራይ ኣብ ዝሓለፈ ውግእ ዝሰርሑ ዝነበሩ እሞ ከዓ ዓበይቲ ሰባት ጌርና ንሪኦም ዝነበርና ብተኸኣለና መጠን እውን እንሕግዞም ዝነበርና ብገንዘብም ይኹን ብገለም ይኹን ኣብ ሚድያ ስለ ዝነበሩ ማለት እዩ ሕዚ ግን ጭልጥ ኢሎም ንዙ ሄዚ ትርእዎ ዘለኹም ዜና ኣምባሳደር ኣሜሪካ እዩ ንኡ ጸሪፎም ነይሮም እዮም ብሕማቕ ኣልዒሎምዎ ነይሮም እዮም ስሙ ኢልና ምሃን ባዕሉ ኮ ይዛረቡ ባዕሉ ይዛረብ ኮ ባዕሎም ሚድያታት ተፈላለየ ሚድያታት እናኸደ ኣነ ስም መን ከም ዝዛረብ ዘለኹ ትፈልጥዎ ኢኹም ኣነ ዓብዪ ሰብ ገይረ እየ ዝወስዶ ነይረ እውነት ንምዝራብ ዓብዪ ሰብ ትረኽቦ ተለኹ ብኣኽቢረ እየ ሰላም ዝብሎ ነይረ በቃ ንትግራይ ዝሓስብ ኩሉ ነገር መስዋእቲ ዝኸፈለ ገለ ገለ ገይረ እየ ዝወስዶ ነይረ ምክንያቱም ፀይቡ እናሃለወ ኩሉ ነገር ተዓፃፅዩ ስል እናሃለወ ሓንቲ ሚድያ ዝነበረት ንሳ ስለ ዝኾነት ፅቡቕ ነገር ገይሩ ኢለ ብጣዕሚ ዘኽብሮ ዝነበረ እዩ ግን ሲ ትግራይ እንድሕር መስመር ሓሊፍካ ካብ ትግራይ ንላዕሊ ማንም የለን ካብ ትግራይ ንላዕሊ ማንም የለን እና ካልእ ይቕረስ ባዕሉ ብልሳኑ ከዓም ስለ ዝኾነ እዩ ኣብ ናይ ቴዲ ርእዮት ቀሪቡ ነይሩ ኣብኡ ብጣዕሚ ፅቡቅ ገይሩ ሃይትዎ ኣሎ ንምንታይ ኢኻ ናይ ኢትዮጵያ ዘይተዛረብካ ንትግራይ ጥራሕ ትወቅስ ኩሉ ነገር ብውዕል ፕሪቶሪያ ናይ ትግራይ ድዩ ፈሪሱ ትብሎ መን ድዩ ፍሪስዎ ኢሉ ብጣዕሚ ሂዝዎ ኣሎ ከይኩም ተትርእይዎ ፅቡቅ እዩ ያው ኣምሓርኛ ንትኽእሉ ማለት እዩ ግንሲ ናብ ናይ ኣሜሪካ ወፃኢ ጉዳይ ሚኒስተር ኬድናሲ ንዚ ወዲ ንዚ ኣምባሳደር ማለት እዩ ከምዚ ኢሎም ፀረፍዎ ከምዚ ይግበርዎ ኢሎም እውን ተዛሪቦም ነይሮም እዮም እገለን እገለን ኢልና ሪፖርት ጌርናዮም ኢና ይብል ዋላ እንተገበሮ ንመን ከም ዝብል ዘሎ ንፈልጦ ኢና ተፃሊኦም ሓደ ንሓደ ዝደለዩ ክበሃሉ ይኽእሉ እዮም ግን ሲ ናይ ትግራይ ዝመፀ ብናይ ትግራይ ዝመፀ እዙይ ዝኣክል ንህዝብኻ ንምጥፋእ እዙይ ዝኣክል በቃ ተዋጊኦምስ ኣየሸንፉን ኣብ ትግራይ ትግራይሲ ኣይተሸንፍን ናብ ምባል ዝብፅሐሉ ግዜ በፂሕና ብጣዕሚ ዘሕዝን እዩ ንሳቶም ከምኡ እንተበሉ ግን እንዚኣቶም ኣይኣምንዎምን ናይ ኣሜሪካ መንግስቲ ናይ ኣሜሪካ ወፃ ጉዳይ ሚኒስትር ናይ ኣሜሪካ ኤምባሲ ኣብ ኣዲስ ኣበባ ዘሎ ብዙሓት ሰባት ኣለዎ እዮም እንታይ እዩ ኣብ መሬት ዘሎ ሓቂ ዘይሮም ዘጽንዑ ዝርኡ ኣለዎ እዮም የግዲ ጸዓዱ ክኾኑ ወይ ፎሬነር ክኾኑ ኣይትጸበይዎም ብዙሓት ዝኽፈሉ ኣለዉ እዮም ይፈልጡ እዮም መን ከሸንፍ ከምዝኽእል መን ከሸንፍ ከምዘይኽእል ይፈልጥዎ እዮም እቲ ዝኹለይ ጋዕገልጠም ናብ ትግራይ ከይዱ በቃ ኮይኑ ዋክትሃልቕ እያ ናብ ሚእቲ ዓመት ክንመልሳ ኢና እናበሉ እናተጎረንሉ ዝነበሩ ኣብ ሸመንተ ወርሒ ዶኹዓኹ ዓቢሉ እዚ ኩለይ ከዓመ ሰራዊት ተማሪኹ ተርእዩ ተሰሚዑ ኣይፈልጥን ብሓደ ግዜ ከምዚ ዝመሰለ ምርኮ ኣብየትም ዓለም ተርእዩ ኣይፈልጥን ኣብቲ ዋላ ቀዳማይ ናይ ዓለም ውግእም ይኹን ካልኣይ ውግእም ይኹን ብሓደ መዓልቲ ኣብ ሓደ ቦታ እዚ ዝኣክል ሰራዊት ኢዱ ዝሃበሉ ዝረገፈሉ ዝኹለይ ጋዕገልጠም ክዓመ ዝሓረረሉ የለን ስለዚ ይፈልጡ እዮም ትግራይ እንታይ ክትገብር ከም እትኽእል ይፈልጡ እዮም እምበርዚ ኣምባሳደር እዙይ ናብ ሓምሳ ዓመን ሓምሳን ገለን ዓመት ዝገበረ ናይ ኦላ ወይ ከዓ ናይ ኦሮሞ ነፃነት ኣርሚ ከይዶም ንዑ ከምዚ ግበሮ ይብሉን ኣይኸድን ይመላለስን ናብ ኣምሓራ ክልል እውን ከይዱ ምስ ፋኖ ንዑ ተዓረቑ ከምዚ ኢሉ ከይዱ ዝዛረበሉ ነገር የለን ንትግራይ ዝመላለሱ ዘለዉ ንትግራይ ብብግዚኡ ዝመላለሱ ዘለዉ ዘካሮት ኤንድ ስቲክ ዝበሃል ከዓም ነገር ኣሎ ሓንቲ ኣብ ኢትዮጵያ ህዚ ኣብ ትግራይ እትፍቶ እንታይ እያ ዘላ ንበል ብጣዕሚ እትፍቶ ነገር የርእዩኻ እሞ ዋይ ታፅብቕቲ ነገር እያ እዚኣ ስከመ እያ ምኽበካ ዶ እወ በል እዚኣ ክበካ እየ ብነፃ ምንም ነገር ኣይተኸፍለላን ግን እዚኣ ግን ክትገብር ኣለካ ወይ እዚኣ ከይትገብር ይብሉኻ ገንዘብ የድልየና ኣሎ ሕክምና የድልየና ኣሎ እንድሕር ኢላ ንኣብነት ትግራይ ክንበኩም ኢን ንሱ ክንበኩም ኢና ግዲ የለን ግህስ ግን ሱቕ ኢልኩም በቃ እታ ዘላ ዝተረፈት ናይ ትግራይ መሬት ሒዝኩም ዓብዪ ኣሕመድ ዝበለኩም እናሰማዕኹም ሱቕ ኢልኩም ተቐሚጥኩም ክንበኩም ኢና ክብሉ ይኽእሉ እዮም እዚ ይበሃል ዝግበር እዩ ከምኡ ሒዞም እዮም ዝኸዱ ሄዚ ግን ናብ ትግራይ ናይ ኣሜሪካ ኣምባሳደር ዝኸደሉ ሎማዓንቲ ኣይከደን ፅባሕ እዩ ክኸይድ ዝበሃል ዘሎ ክኸይድ ዶ ይኸይድን ሎማዓንቲ ናብ ሽረ ዝሰደዶም ሰባት ኣለዉ የግድ እንታይ ኢለኩም የግዲ ፀዓዱ ወይ የግዲ ኣሜሪካውያን ክኾኑ የብሎምን ንሕና ካብ ውሽጢ ዝረኸብናዮ ሓበሬታ ዝነገርኩም ዘለኹ ሓበሬታ ዝህቡና ኣለዉ ኣብቲ ኤምባሲ እሞ ንሳቶም ዝሃቡና ኢና ንነግረኩም ዘለና ሎማዓንቲ ናብ ሽረ ብናይ መንገዲ ኣየር ኢትዮጵያ ገይሮም ዝኸዱ ኣለዉ ዘፅንዑ እንታይ ዝካየድ ዘሎ እንታይ ዝግበር ዘሎ እንታይ ክድለ ኣሎ ኩሉ ነገር ሪኦም ኣፅኒዖም ንክመፁ

ተመሊሶም ናብ ኣዲስ ኣበባ ዝኸዱ እዮም ምስኣቶም እውን ርግፀኛ እየ ናይ ዓብዪ ኣሕመድ ልኡኻት እውን ይህልውዎ እዮም እዚ እዚ ኣምባሳደር ትሪእዎ ዘለኹም ዝጠበቐ ርክብ ኣለዎ ምስቶም ናይ ኢትዮጵያ መራሕቲ እዚ እዚ ኢልና ሕና ካሊእ ዝርዝር እናኣትወሉ ነገር የለን ዝጠበቐ ግን ርክብ ኣለዎ ኩሉ ሻዕ ይራኸቡ እዮም ኩሉ ሻዕ እኩል ዘይኮነ መግለፂ ትህብ እዩ ዝኩለይ ድሮናት እዚ ኣብ ትጮ ኣብ ሸራሮ ኣብ ደቡብ ትግራይ እንትውቃዕ እንተሎ እዚ ኩለይ ህዝቢ ጠምዩ ተሸጊሩ ደሞዞም ዘይተኸፈሎም ቁስቕ ኢሎም ተቐሚጦም እናሃለዉ ነዳዲ ዘየለ መድሃኒት የለ ኩሉ ነገር ተዓፅዩ እናሃለወ ሃብዎም ኢሉ መግለፂ የውፅኡን ናይ ትግራይ ከ ምንቅስቃስ ምስ ተጀመረ ኩሉ ነገር ምድላዋት ምስ ጀመረ እንታይ ኢሎም ኣኽረርቲ ዝኾኑ ናይ ትግራይ መራሕቲ ናይ ቪዛ ሳንክሽን ክንገብር ኢና ኢሎም ተዛሪቦም መግለፂ ኣውፅኦም ማለት እዩ ናይ ወፃኢ ጉዳይ ሚኒስትር ምንም ጥቕሚ ከም ዘይብሉ ነጊርናኩም ኢና ኦረዲ ናብቲ ዋና መስራ ቤት ከይነ ከይደ ባዕለይ ብግለይ ሓቲተ ምንም ነገር ዘምፅኦ ለውጢ ከም ዘየለ እዚ ዶ ይገብሩ እዮም ኣይገብሩን እዚ ዶ ከምዚ ናብዚ ይመላለስ ደኒሆ እዮም የለ ኣብዚ ሃፍቲ ዘለዎም ደለው እዮም የለውን በቃ ብኣርከስ ዝጉድእዎ ዝጥቀምሉ ነገር ምንም ነገር የለን እዚ ዘፍርሕም ነገር የለን ኢሎምና እዮም ገለገለ እንተይበልና ማለት እዩ እቶም ፍልፍል ናብኡ ዘሎ ግን ብኣካል ባዕለይ ከይደ ዝገበርኩ እየ ዝነገርኩም ዘለኹ እዚ ምንም ገበን ኣይኮነን እንታይ እዚ ነገር እዚ ንምንታይ ከም ዝተብሂሉ ኢልካ ምሕታት ይከኣል እዩ መሰልካ እዮ እዚ ኣብዚ ኣብ ኣሜሪካ ማለት እዩ ኣብዚ ከዓ እቱ ዋና ናይ ወፃ ጉዳይ ሚኒስተር ከዓመ ናይ 15 ናይ 20 ደቂቃ መንገዲ ስለ ዝኾነ ብመኪና ብቐሊሉ ከይድና ወይ ብባቡር ከይድካ ኩሉ ሻዕ ሰልፊ እንገብረሉ ገለ እንገብረሉ እዩ ሄዚ ግን እቱ ናብታ ካልኣይቲ ንኽድ ናብ ትግራይ ያው ፅባሕ ወይ ድሕር ፅባሕ ክኸውን ይኽእል ወይ ከዓመ ኣይትኸዱን እውን ክበሃል ይኽእል ግን ሀዚ እታ እሺ ክኸዱ እዮም ንበል በቃ ኩሉ ነገር ትግራይ ዘሎ ተፀኒዑ መፅዩ ክኸዱ እዮም ንበል ዝኸዱ ዘለዉ ሲ ንምልማን ዶስ ወይስ ንምፍርራሕ እዩ እዩ እታ ማፈራርሒት ኣይሰርሐትን እታ ማፈራርሒት እንታይ እያ ነይራ ቪዛ እዚኣ ከ ኣሉላ ሰሎሞን ከዓመ ያው ስሙ ፀዊዑ እዩ እንደውም ሕዚ ኣሉላ ሰሎሞን በቃ ናብ ወፃኢ ጉዳይ እቲና ኢና መክረርቲ እነዎ መሸገርቲ እነዉ ኢልና ንሕና ብዚ ነገርናዮም እዮም መግለፂ ኣውፅኦም ዝነዉ እቱ ማእቀብ ናይ ቪዛ ከልኪሎም ዝነዉ ንሕና ብዚ ስለ ዝተዛረብና ኢና ኢሉ ተዛሪቡ እዩ ኣብ ሚድያ ቀሪቡ ባዕሉ ስለ ዝተዛረቡ እዩ ዝዛረብኩም ዘለኹም ግን ኣይሰርሐን ኣፈራሪሕኻ መን እዩ ዝመፅእ የለ ገለ የለ ዝጎደና የለን ንሕና ካብ ኣሜሪካ መፅኡ ኣብ ትግራይ ንዓዱ ንዝዋጋእ ኣብ ትግራይ ኣብ ኣሜሪካ ኮይኑ ሕርር ድብን ዝብል ንዓዱ ብተኸኣለ መጠን ክሕግዝ ዝደሊ እዩ እምበር ናብ ኣሜሪካ ክኸይድ እየ ዝብል ምንም ነገር ስለዘየለ ብፍላይ ብፍላይ ከዓመ መንእሰይ ወጣት ገለመለ ክህሉ ይኽእል ኣብ ኣመራርሓ ዘሎ ግን ናይ ሰራዊት ኣዘዝቲ ሰራዊትም ይኹን መራሕቲ ትግራይም ይኹን ፕረዚደንት ትግራይም ይኹን ምክትልም ይኹን ገለ ይኹን ብቻ ማንም ናብዛ ዓዲ ክመፅእ ድሌት ዘለዎ ብፍላይ ከዓ ኣብ ውግእ እናሃለወት ትግራይ የለን ኣይመፁን ዋ ተስታውሱ እንዲኹም ዶክተር ደብረፅየን እዚ ውግእ ይሕይለ ኣሎ እሞ ሓደ ብሸርሑ ሓደ ብጉርሑ ሓደ ብገርሁ ሓደ ብሸርሑ ዶ ዝበሃል ዶ የለን እኒ ፃርቃን እንታይ ኢሎምዎ ነይሮም ዶክተር ደብረፅየን ኣይ ሓደጋ ከይበፅሐካ መራሒ ትግራይ ስለ ዝኾንካ ሲ ንስኻ ኣብ ሱዳን ከድካ ኣብኡ ኮይንካ ተሓባበር ንሕና ኣብዚ ዘሎ ክንመርሖ ኢና ኢሎምዎ ኣይከይድን ኢልዎም እንድዩ ንሳቶም ብሸርሒ እዮም ነይሮም ንምንቲ ክኸዱ እሞ ንሱ በቃ ተልዒሉ እዩ ኢሎም ካብኡ በዓልቶም ተመራሪፆም ያውቱ ዝተውሃቦም ናይ ገዛ ዕዮ ብዓብዪ ኣሕመድን ብካልኦት ዓድታትን ተግባራዊ ንክገብሩ እዮም ደልዮም ነይሮም ኣብዚ ኣብ ኣሜሪካ ስድራ ዘለዎም ኮ እዮም ነጊር ኩሉ ሻዕ ኮ ንዛረቦ እዩ ናይ ተወልደ ዕምበብም ናይ ፃርቃንም ቤተሰብ ብሓደ እዮም መውዝኤን ዝሰርሓ ኣብ ሓደ ገዛ ይፈልጠን እየ ንሳተን ይፈልጣን እና ኣነ ይፈልጠን እየ እዚ ኮን ንፈልጦ ነገር እዩ ደጊምና ደጊምና ንዛረበሉና ንክትፈልጥዎ እዩ ፃርቃን ንምንታይ እዩ ካብ ደብረ ብርሃን ተመለሱ ዝበሎም ታቪዛ ተፈራርሑ እያ ንፃርቃን ስድርኡ እዚ ስለ ዘሎ ሃፍቲ ንብረት ስለ ዘለዎ እዚ ዓዲ ኣብ ኣሜሪካ ንኣሜሪካ ክትከይድ ኣይትኽእልን ኢኻ እንተ ኢሎም ምስ ኣፈራርሕዎም ሽዑ ጀፍሪ ፌልትማን ዝበሃል እዩ ነይሩ ናይ ፍሉይ ልኡኽ ናይ ፕረዚደንት ባይደን ናይ ትግራይን ናይ ኢትዮጵያን ዘተዓረቕ ዝነበረ እንታ ክትገብሩ ኢኹም ናብ ደብረ ብርሃን በፂሕኹም እነኹም እንታ ክትገብሩ እዩ ሓሳብኩም ምስ በሎም ጌታቸው ሓሲብሉ ድዩ ሓሰበሉን ተነጊርዎ ድዩ ኣይንፈልጥን ዋንሕና ኣብኡ ኮይንና ብዙሕ ንብረት ዝወረሩና ኣሎ እቲ ንብረትና ከነምልስ ኩሉ ነገር ከዓመ መፍትሒ ክንህብ ኢና ንኸደልና እምበር ክንመርሕ ድሌት የብልናን ኢሉ በቃ ክትመርሑ ዲኹም ገለመለ ኢሉ ክኸውን ይኽእል ወይ ከዓመ ኮነ ኢሎም እዚኣ ተዛረብ እውን ኢሎምዎ ክኸውን ይኽእል ብዙ ህዚ ንሪኦ ዘለና እንፈልጦ ነገር የለን ፃርቃን ግን እንተ ከይድኩም ንሕና ናብ ኣሜሪካ ከይትኸዱ ከይትመላለሱ ክንገብረኩም ንኽእል ኢና ፃርቃንን ንሳቶምን ዘለዎ ርክብ ፍሉጡ እዩ ምስ በልዎ እንድዩ ተመለሱ በቃ ኣይኸውንን ከይትኣቱ ተብልና ኢና ተመለሱ እዩ ካብ ደብርሃን ዝመለሶም ፃርቃን ዝኩለይ እናሸነፉ ከይዶም ሓደ ዘይሞተ ናብኡ ደብረ ብርሃን መፅሖም ዝነበሩ እንትምለሱ እንተለዉ ግን ብድሮን ጌርካ ብማኪና ተፅዒኖም ዓዲ ሰላም እዩ ኢሎም እንትምለሱ እንተለዉ ክንዲ ህፃናት ዝሃለቑ ኣወሎ ሽዑ እዩ ስለዚ ኣፈራሪሕኻ ከም ዘይኸውን ፈሊጦምዎ ኣለዉ ሄዚ ደኣ እንታይ እያ እዩ ልመናን እዚ ክንግበኩምንን እዩ ንግዚኡ ዘዕሹ ነገር ዘታልል ነገር ፅቡቕ ነገር እዩ እሺ ንበሎ እምበኣርከስ ኢልካ መዳናጎዩ ዝኸውን ዝኾነ ነገር ክንገብረልኩም ኢና ክብልዎም ይኽእሉ ንሕና ግን እንብል ንሕና እንብል ማለት እዩ እዚ ንግዚኡ ናይ ግዜ ናይ ስቃይ መዐገሲ ዝወሃብ መድሓኒት ንትግራይ ኣይጠቕማን ሓንትን ሓንትን ናይ ኣሜሪካ ኣምባሳደር ይምፃእ ዓብዪ ኣሕመድ ይምፃእ ዝኾነ ሰብ ኣብዚ ዓለም ዘሎ ናብ ትግራይ ዝመፅእ መፅኡ ለውጢ ከምፅእ ዝግብኦ ምዕራብ ትግራይ ዘለዉ ኩሎም ወረርቲ ወፂኦም እዮም ኩሉ ነገር ተወጊዱ እዩ ሄዚ ተማዛበልቲ ምስ ሰራዊትኩም ውሕስነኹም ተሓልዩ እቶም ዝቐትልኹም እቶም ኣሲሮም ኩርንኩሪት እናበ ተከዘ ዝድብርኹም ኣብኡ እውን ከይፀንሕኹም እርግፀኛ ዝኾነልኩም ሰራዊትኩም ዓጅብኩም ንዑ እተው ናበ ምዕራብ ትግራይ ተተብሂሉ ሰይ ሽዑ ቀይሕ ምንፃፍ ፈፂፍካ ምቕባል ይድሊ ቀይሕ ምንፃፍ ኣንፂፍካ ዕልል እናበልካ ፈንድሻ እናደብረያ ተን ቆናጃጁ ኣደታትና እንተተቐበልዎም ደስ እዩ ዝብል ግን ከ ሀዚ ንግዜኡ ዝኸውን ዘይዘልቕ ዘይዘልቕ መፍትሒ ሒዞም እንተመፁ እውን እሽልኩም ኣይተደናጉይዎ ብፀናሕኹም ቁፅሪ ኩሉ ነገር እናተባላሸወ እዩ ዝኸይድ ዘሎ እቶም ኣብፁም ዶ ዝነው እውን ንስኻትኩም ህዚ ብዘይ ቀልጢፍኩም ብዘይ ምፍጻምኩም ምዕራብ ትግራይ እንትኣቱ ተለኻ መፅኡ ካብ ፋኖ ሓደ ዝዛረበካ የለን ኦረዲ ኣሚኖምሉ እዮም ናይ ኣምሓራ ማሕበረሰብ ኣይኮነን ዝጥቀመሉ ዘሎ ምዕራብ ትግራይ ናይ ኦሮሞ ብልፅግና እዮም ዝጥቀምሉ ዘለዉ ስለዚ ንኣና ዝጎድአና ነገር የለን ኢሎም ኣሚኖምሉ እዮም ድሕሪ ሽዱሽተ ወርሒ ድሕሪ ሸውዓተ ወርሒ ግን እንታይ ከም ዝኸውን ኣይትፈልጡን ሓሳቦም እውን ክቕይሩ ይኽእሉ ምስ ዓብዪ ኣሕመድ እውን ገንዘብን ብገለን ብገለን ገይሮም ንክተዓረቆም ብጣዕሚ እናለፍዐ እዩ ዘሎ ስለዚ ሄዚ እያ እኒሃዛ ግዘ ሄዚ እያ እኒሃዛ ፅብቕቲ ከም ሎማዓንቲ እትኸውን ነገር የላን ካብ ፅባሕ ጀሚርካ ንመፀ ኣለና ናብ መረበትና ኢልኩም ተንቀሳቀሱ ኢና እንብል ሰማዕቲ እምበርቱ ናይ ኣሜሪካ ኣምባሳደር ፅባሕ ከይድ እዩ ዝብል እዩ ዝኒሆ ግን ከምቲ ዝበልናኩም እቲ ናብ ሽረ ተልኢኹ ዘሎ ጉዳያት እቲ ከመይ እዩ እንታይ እዩ ምክያድ የድሊ ዶ ተማኺሩ ገለ ኢሉ እዩ ዝመፅእ እንተመፅኡ ክመፅኡ ፅባሕ እዩ ወይ ድሕር ፅባሕ ክኸውን ይኽእል ዘይክመፅእ ም ይኽእል ንሕና ንፈልጦ ነገር የለን እዙይ ግን ኣሎ እናበልኩ ንሕዘው ዝይኣኽለኒ ክሻዕ ዝቕፅል ግዜ ሰላም ደሓን ወዓሉ ደሓን ሕደሩ ቻው